ድኻ ብምዃንኩም ኣይትሕዘኑ። ድኽነት ግዜያዊ ናይ ግዜ ጉዳይ እዩ። ግን ከም ድኻ ክትሓስቡ እንተጀሚርኩም እቲ ናይ መወዳእታ ስዕረትኩም ካብኡ እዩ ዝጅምር ብዙሓት ሰባት ገንዘብ ምስ ሰኣኑ ነብሶም ድኻ እየ ኢሎም ይፍርጅዋ እቲ ዘሕዝን ግን እቲ ድኻ ኣእምሮ ካብቲ ባዶ ጁባ ንላዕሊ ንህይወትኩም ኣሲሩ ይሕዞ ሎሚ ኣብዛ ቪድዮ እዚኣ ሒዘልኩም ዝመፀኹ መልእኽቲ ተራ ትምህርቲ ኣይኮነን ህይወትኩም ካብ መሰረት ክቕይር ዝኽእል መርሆ እዩ ካብ ድኽነት ናብ ሃፍቲ ዝወስድ መንገዲ ኣእምሮኹም ከመይ ከም ዝጅምር ክነግረኩም እየ እዛ ቪድዮ እዚኣ ክስካብ መወዳእታ ተዓዘብዋ ኣእምሮኹም ከምቲ ቀደሙ ከም ዘይተርፍ እርግጠኛ እየ ክስካብ መወዳእታ ሓቢርኩም እንተፀኒሕኹም ዝያዳ ትምህርቲ ክትረኽብላ ኢኹም ሳብስክራይብ ብምግባር ቤተሰብና ይኹኑ እቲ ቐንዲ መልእኽቲ እዚ እዩ፣ ድኻ ምኻንኩም ኣይትሕዘኑ፣ ከም ድኻ ብምሕሳብኩም ግን ተጠዓሱ። ነዚ ንምርዳእ ናይ ዓብዪ ናይቲ ዓብዪ ሃብታም ሮበርት ሄርጃቪክ ታሪክ ክነግረኩም ሮበርት ካብ ድኻ ቤተሰብ እዩ ተወሊዱ ወለዱ ናብ ስደት ዝመፁ ኢመግራንት ኮይኖም ኣብ ሓንቲ ንእሽተይ ክፍሊ ይነብሩ ነይሮም ሮበርት ወዲ 12 ዓመት ከሎ ብሰንኪ ድኽነትን ስእነትን ኣብ ሰለስተ ዝተፈላለዩ ኣብያተ ትምህርቲ ተቐይሩ ኣብ ዝኸደ ኩሉ ቦታ ድማ ካብኡ ዝሓሹን ዝሃፍቶምን ሰባት ይርኢ ነይሩ ግን ሮበርት ሓንቲ ነገር ገይሩ ኣተሓሳስቡ ኣይቀየረን ባዶ ጅባ ሒዙ ከሎ እውን ከም ሃብታም ምሕሳብ ጀሚሩ ንሱ ዘዘውትሮም ንእሽዶ ኣናእሽቱ ናይ ዕለታዊ ምርጫታት ከመይ ነይሮም? ተወሳኺ ሰዓታት ምስራሕ ሮበርት ብነፃ እውን እንተኾነ ኣብ ኩባንያታት ብምእታው ስራሕ ይለማመድ ነይሩ። እቲ ዕላምኡ ገንዘብ ዘይኮነስ ፍልጠት ምእካብ ነይሩ። ርክባት ምምሕያሽ ምስቶም ካብ ዝሐሹ ሰባት ካብኡ ዝሐሹ ሰባት ብምውዓል ኣመላቶምን ኣተሓሳስባኦምን ይከታተል ነይሩ። ምንባብ መዓልታዊ ሓደ ሓድሽ ነገር ንምምሃር ግዜ ይጥቀም ነይሩ። ኣብዚ እዩ እቲ ዓብዪ ትምህርቲ ዘሎ። ሰባት ኣብ ሓንቲ መዓልቲ ንዝገብርዋ ንእሽተ ለውጢ ዋጋ ኣይህብዋን እዮም። ግን እታ ሎሚ እትገብርዋ ንእሽተ ጻዕሪ ኣብ ዓሰርተ ዓመት ውሽጢ ህይወትኩም ምሉእ ብምሉእ ክትቅይሮ ትኽእል እያ። እቶም ቁልፊ ነጥብታት ድማ ሕዚ ክንሪኦም ኢና። ሎሚ ካብ ድኽነት ንኸወጥ ንክወፁ ዝገብሩ ኣርባዕተ ዓበይቲ ነጥብታት ብዝርዝር ክንሪኦም ኢና ቀዳማይ ኣተሓሳስባኹም ቀይሩ ድኽነት ግዜያዊ ኩነታት እዩ ንሱ ናይ ጅባ ጉዳይ እዩ ኣነ ድኻ እየ ኢልኩም ምእማን ግን ቋም ማእሰርቲ እዩ ድኻ ኣእምሮ ኩሉ ግዜ ንሰባት ይወቅስ ንመንግስቲ ይወቅስ ንዕድሉ የማርር ሃፍታም ኣእምሮ ግን እንታይ ክገብር ይኽእል ኢሉ ይሓትት ሮበርት ኣብ ማእኸል ድኽነት ዋላ ዝዓበየ እውን እንተኾነ ኣእምሮኡ ግን ሃፍታም ገይርዎ ነይሩ። ኣእምሮኦም ኣእምሮኹም ሃፍታም እንተኾይኑ ጅባኹም ክመልእ ግዜ ጥራይ እዩ ዝወስድ። ካልኣይ ክእለት ይሃልኹም ቢያነስ ሓደ ብሉፅ ክእለት ወይ ሞያ ክህልወኩም ኣለዎ። ዓለም ዋጋ እትኸፍለኩም ንእትፈትሕዎ ፀገም እዩ። ንኣብነት ሮበርት ኣብ ዓውዲ ቴክኖሎጂን ድሕንነትን ዝለዓለ ክእለት ኣማዕቢሉ ነይሩ። ንስኹም እውን ግዜኹምን ጉልበትኩምን ዋጋ ኣብ ዘይብሉ ነገር ኣይተጥፍኡ ኣብ ሓደ ሞያ ክኢላ ኹኑ እቲ ሞያኹም ድማ ገንዘብ ናባኹም ከም ዝፈስስ ክገብር እዩ ሳልሳይ ግዜ ከም ሃፍቲ ርኣይዎ ግዜ ካብ ገንዘብ ንላዕሊ እዩ ገንዘብ እንተጠፊኡ ክምለስ ይኽእል ግዜ ግን እቲ ሎሚ ዝሓለፈ ተመሊሱ ኣይመጽን። ሎሚ እትገብርዎ ኣናእሽተ ልማዳት መጽሓፍ ምንባብ፣ ሓድሽ ነገር ምምሃር፣ ልምዲ ምኽዕባት፣ ጥዑይ ስፖርታዊ ምንቅስቓስ ድሕሪ ዓሰርተ ዓመት ካብቲ ዘይተጸበኹም ወሃብቲ ንላዕሊ ከምጸልኩም እዩ። ዕለታዊ ግዜኹም ብምንታይ ይሓልፍ ኣሎ? ብወረ ድዩ ወይስ ብስራሕ? ራብዓይ ተባዕ ተግባር ሃብታማት ብዙሕ ይሓስቡ ብዝያዳ ግን ይትግብሩ ሮበርት ብተግባር እዩ ንህይወቱ ቀይርዋ ብዙሕ ሰብ ክገብር እየ እናበለ ይውዕል እቶም ዝዕወት ግን ሎሚ ይጅምሩ ፍጹም ክትኮኑ ኣይትጸበዩ ጀምሩ እሞ እናሰራሕኹም ተምሃሩ ምኽንያቱ እቲ ሎሚ ኣብ ዝለዓለ ደረጃ በፂሑ ዘሎ ኩሉ ካብ ንእሽተይ ስጉምቲ ዝጀመረ እዩ ድኽነት ኩነታት ድዩ ወይስ ምርጫ? መብዛሕትኡ ሰብ ድኻ እየ ክብል ከሎ ብዛዕባ እቲ ኣብ ባንኪ ዘለዎ ባዶ ቁጽሪ ወይ ድማ ብዛዕባ እቲ ዘይብሉ ቁሳዊ ሃፍቲ እዩ ዝዛረብ። እቲ ሓቂ ግን ድኽነት ኣብ ጁባ ዘይኮነስ ኣብ ኣእምሮ እዩ ዝጅምር። ድኻ ምዃን ገበን ኣይኮነን። ክንብል ከለና ንኹነታት ዓለም ንኣምን ኢና። ኩሉ ኩልና ብማዕረ ኣይተወለድናን። ገለ ሰባት ኣብ ሃብታም ስድራ ቤት፣ ገለ ሰባት ድማ ኣብ ማእኸል ፀገም ይውለድ። እዚ ናይ መልክዓ ምድሪ ኩነታት እዩ። እቲ ዓብዪ ጌጋ ዝጅምር ግን ነቲ ግዜያዊ ኩነታት ከም ቀዋሚ መንነት ምስ እትቕበሎ እዩ። ኣነ ድኻ እየ ኢልካ ምስ ኣመንካ ኣእምሮኻ መፍትሒ ካብ ምድላይ የቋርፅ እሞ መመኽነይታ ክእክብ ይጅምር። ሃገረይ ስለ ዝተፀገመት እዩ ስድራይ ስለ ዘይሓገዝን እዩ እናበልካ ነቲ ሓላፍነት ካባኻ ተልግሶ ሃብቶም ኣእምሮ ማለት ባዶ ጁባ ሒዝካ ከለኻ እውን እዚ ሕዚ ዘለኽዎ ኩነታት ግዜያዊ እዩ ኣነ ግን ዓቕመል ዘለኒ ሰብ እየ ኢልካ ምእማን እዩ እቲ ናይ ዓሰርተ ዓመት ራእይ መን ክትኮን ትደልዩ ብዙሕ ሰብ ለሚ ጀሚሩ ጽባሕ ክዕወት ይደሊ እዚ ድማ ናይ ድኻ ኣእምሮ መለለይ እዩ ሃብታም ኣእምሮ ግን ብዓመታት እዩ ዝሓስብ። ድሕሪ ዓሰርተ ዓመት መን ክትኮኑ ትደልዩ ዝብል ሕቶ ንመጻኢኹም ንምስኣል ዝሕግዝ ዓብዪ መስርሕ እዩ። ሎሚ ዘለኩም ኩነታት ናይቲ ቅድሚ ሓሙሽተ ዓመት ወይም ዓሰርተ ዓመት ዝወሰድኩምዎ ውሳነ ውፅኢት እዩ። ስለዚ እቲ ድሕሪ ዓሰርተ ዓመት ዝህልወኩም ህይወት ሎሚ ኣብ እትዘርእዎ ዘርኢ ዝተመስረተ እዩ። እቲ ዓሰርተ ዓመት ነዊሕ ይመስል ይኸውን። ግን ክሓልፍ እዩ እቲ ሕቶ እንታይ ክትገብሩ ኢኹም ዝብል እዩ ሎሚ ሓንቲ ስጉምቲ ዘይጀመረ ሰብ ድሕሪ ዓሰርተ ዓመት እውን ኣብታ ሕጂ ዘላቶ ቦታ ኮይኑ ክጅምር ነይሩኒ እናበለ ክጣዓስ እዩ ሓይሊ ኣናእሽተይ ስጉምታት ሓንቲ ገጽ መጽሓፍ ምንባብ ሓንቲ ሓዳስ ቃል ምምሃር ዝብል ሓሳባት ንኡሳን ክመስሉ ይኽእሉ እዮም ግን እቲ ናይ ዓወት ምስጢር ኣዝዩ እዩ ተሓቢኡ ኣብዚ እዩ ተሓቢኡ ዘሎ መዓልታዊ ሓንቲ ገጽ ዘንብብ ሰብ ኣብ ዓመት 365 ገጻት የንብብ እዚ ማለት ቢያንስ ክልተ ዓበይቲ መጽሓፍቲ ወዲኦሎ ማለት እዩ ድሕሪ ዓሰርተ ዓመት እዚ ሰብ እዚ ካብቲ ዘየንበበ ብዕጽፊ ዝያዳ ፍልጠትን ኣተሓሳስባን ይህሉ። ስራሕ ምጅማር ሓደ ስራሕ ሎሚ ብንእሽቶ ክትጅምር ከለኻ ከምታ እትተኽላ እትትከል ዘርኢ እያ። መጀመርታ ኣይትረአን እያ፣ ግን እናሓደረ ስሩ እናሰደደ ይኸይድ እሞ ሓደ መዓልቲ ኩሉ ሰብ ዘጽልለሉ ዓብዪ ኦም ይኸውን። ድኻ ኣእምሮ እቲ ኦም ጥራይ እዩ ዝርኢ፣ ሃብታሙ እምረ ግን ነታ ዘርኢ እዩ ዋጋ ዝህባ። ሃብቲ ኣእምሮን ምህናፅ ክእለትን ኣእምሮኹም ሃብታም ግበሩ ክእለትኩም ህነፁ ክንብል ከለና ንባዕልኹም ከም ኣስቴት ረኣይዎ ማለታችን እዩ ማለትና እዩ ገንዘብ ክስረቕ ይኽእል እዩ ዋጋ ክቕንስ ይኽእል እዩ ግን እቲ ኣብ ውሽጥኻ ዘሎ ክእለት ማንም ክወስደልካ ይኽእልን እዩ ሮበርት ሪጃቪክ ሎሚ ሃብቲ ኩሉ እንተጠፍአ ድሕሪ ሒደት ዓመታት መሊሱ ሃብታም ክኸውን ይኽእል እዩ። ስለምንታይ? ስለምንታይ እቲ ኣብ ሃብቲ እቲ ሃብቲ ንምምጻእ ዘድሊ ክእለት ኣብ ኣእምሮኡ ስለ ዘሎ ንመናእሰያት ዘድሊ ዓብዪ ትምህርቲ ገንዘብ ኣይተስታድዱ ክእለት ኣስታድዱ ዝብል እዩ ክእለት እንተሃልዩኩም ገንዘብ ባዕሉ ክደልየኩም እዩ ሎሚ ሓዳስ ቃል ወይም ሓድሽ ቴክኖሎጂ ክትመሃሩ ከለኹም ንመጻኢኹም ገንዘብ ተዋህልሉ ኣለኹም ማለት እዩ። ግዜ ከም ሃፍቲ ምጥቃም ግዜኹም ከም ዓበይ ሃፍቲ ተጠቐምሉ። እዚ እቲ ፍልልይ ድኻን ሃብታምን እዩ። ድኻ ሰብ ግዜ ከመይ ገይረ ከሕልፎ ኢሉ ይሓስብ፣ ሃብታም ድማ ግዜ ኣብ ምንታይ ከውዕሎ ኢሉ ይሓስብ። ኩላትና 24 ሰዓት እዩ ዘለና። እቲ ፍልልይ ሓደ ሰብ ነቲ 24 ሰዓት ቲክቶክ እናርኣየ ወይ ድማ ኣብ ዝኾነ እንዳ መዘናግዒ ወይ ኣብ መረረት ይሕልፎ። እቲ ካልኣይ ድማ ሓድሽ ክእለት እናተምሃረን ካልእ ስራሕ እናመኮረን ይሕልፎ። ግዜ ንሓንሳብ ምስ ሓለፈት ኣይትምለስን እያ። ሎሚ ግዜኻ ንምምሃር እንተተጠቒምካሉ ጽባሕ ግዜኻ ብገንዘብ ክትዕድጎ ትኽእል ኢኻ። እቲ ናይ ትውልዲ ሰንሰለት ንምብጣስ ሎሚ ዝዘራእኹምዎ ዘርኢ ጽባሕ ንዓኹም ንደቅኹም ጽላል ክኸውን እዩ። ዝበዛሕና ሰባት ካብ ድኻ ስድራ ቤት ኢና መፂና እዚ ናትና ጌጋ ኣይኮነን ግን ደቅና እውን ኣብ ድኽነት እንተዓብዮም እቲ ጌጋ ናትና እዩ ሓደ ሰብ ኣብቲ ስድራ ቤት መስመር ክስሕብ ኣለዎ እቲ ድኽነት ኣብዚ ከቋርፅ ኣለዎ ኢሉ ውሳነ ዝወስድ ሰብ ክህሉ ኣለዎ ንስኹም እቲ ናይ ለውጢ ወለዶ ንክትኮኑ ትኽእሉ ኢኹም ሎሚ እትገብርዎ ፃዕሪ ንዓኹም ጥራይ ዘይኮነስ ንዝመፅእ ወለዶ መንገዲ ዝፀርግ እዩ። እዚ እዩ እቲ ዝዓበየ ብራኸ ክኸውን ዘለዎ። ንስኹም ካብ ድኽነት ንላዕሊ ኢኹም። ንስኹም ካብ ድኽነት ንላዕሊ ዓቕሚ ኢኹም። ዓቕሚ ኣለኩም። ዓለም እትፅበየኩም ዓበይቲ ሰባት ኢኹም። ሰብ ብመልክዕ ፈጣሪኡ ተፈጢሩ። ፈጣሪ ድማ ጓልነት ኣይፈጠረን ኣብ ውሽጢ ነፍሲ ወከፍ ዓብዪ ጸጋ ተህበን ኣሎ እቲ ድኽነት ነቲ ውሽጣዊ ብርሃንኩም ክሽፍኖ ኣይትፍቀድሉ ዓለም ክትቅየር እንተደሊኹም መጀመርታ ኣተሓሳስባኹም ቀይሩ ንዓለም ብናይ ድኻ ዓይኒ ስእነትን ሕሰምን ዘይኮነስ ብናይ ሃብታም ዓይኒ ዕድላትን ተስፋን ረኣይዋ ለሚ ጀምሩ ሎሚ ወስኑ ሎሚ ስግምቲ ውሰዱ ነዛ ቪድዮና ላይክ ሸር ሳብስክራይብ ብምግባር ቤተሰብና ይኹኑ